ሰላም ተኻታተልቲ መደባት ፈንቅል ኤሪ ሜድያ ከመይ ትሓድሩ ንሎሚ ዓርቢ ዓሰርተ ሸውዓተ ጥቅምቲ ዝበልክዎ ብቀዳማይ ትሕዝቶ መደባት ቀሪበ ኣለኹ ንምክእትታልኩም ብኽብሪ ይዕድም ሰናይ ምክእትታል። ክቡራት ተኸታተልቲ በቲ ቀዳማይ ንሪ ኣገዳሲ ዛዕባ ምስ እንፍልም ሰበስልጣን ስርዓት ብልፅግናን መራኸቢታቶምን ወደብን ኣፍደገ ባሕርን ክንብል ኣብ ልዕሊ ህዝብን መንግስትን ኤርትራ ኲናትን ወራራትን ክነካይድ ኢና ዝብል ፈኸራታት ቀጺሎሞ ይርከቡ ኣለዉ። ኣምባሳድራትን ወኪላትን መንግስቲ ኤርትራ ኣብ ወጻኢ ሃገራት ነቲ ብሰበ ስልጣን ስርዓት ብልጽግና ዝካየድ ዘሎ ከምዚ ዓይነት ፍኑው ዕንደራታትን ፈኸራታትን ግብረ መልስን መጠንቀቕታን ምሃብ ቀጺሎሞ ይርከቡ ኣለዉ። ፈጻሚ ጉዳያት ኤምባሲ ሃገረ ኤርትራ ኣብ ሕቡራት መንግስታት ኣሜሪካ ኣምባሳደር ብርሃነ ገብርሂወት ትማሊ ናብ ሰበስልጣን ስርዓት ብልጽግና፣ መንግስቲ ናይታ ሃገር ከምኡ'ውን ናብ ማሕበረሰብ ዓለም ሓያል ጻውዒታትን መጠንቀቕታታትን የሕሊፉ ይርከብ ኣሎ። ኣምባሳደር ብርሃነ ገብርሂወት ኣብ ገጻት ትዊተርን ካልእ ማሕበራዊ መራኸቢታትን ኣስፊርዎ ዝርከብ ዘሎ ሕጽር ዝበለ መግለጺ ብቐጥታ ናባኹም ከብሎ'የ። ደጊመ ሰናይ ምክእታል። ንሓደ ሓንካሪ ብስሙ ጥራይ ክጽዋዕ ዘለዎ ሕቡራት ሃገራት፣ ሕብረት ኣፍሪቃ፣ ሕብረት ኤውሮጳ፣ ናይ ኢትዮጵያ ብልጽግና ፓርቲ ምስፍሕፋሕ ዘረባን ሓደገኛ ትርጉሙ ናይ ምንጻግን ምኹናንን ሞራላዊ ግዴታ ጥራይ ዘይኮነ ኩለን ሓላፍነት ዝስከማ ኣባል ሃገራት ቀያዲ ሕጋዊ ግዴታ ኣለዎም። ብህዝቢ ዝእውጅዎ ናይ ባሕሪ ህርፋን ዝተወደበ ናይ ሜድያ ጎስጓሳት ልኣላዊ ግዝኣታት ኤርትራ ንምውራር ዝተወጠነ ዕለማ ከም ተራ ፖለቲካዊ ሃዋሁ ክውሰድ ኣይክእልን። ቀጥታዊ መጥቃዕቲ እዩ። ኣብ ልዕሊ ልኡላዊት ሃገር ጥራይ ዘይኮነስ፣ ኣብ ልዕሊ ኣህጉራዊ ሕጋዊ ስርዓት፣ ቻርተር ሕቡራት ሃገራት፣ ከምኡ'ውን መሰረታዊ መትከላት ሕብረት ኣፍሪቃ፣ ኣፍልጦ መግዛእታዊ ዶባት ዝድግፍን ልኣላውነት ኣባል ሃገራት ዘኽብርን እዩ። ኣብ ቅድሚ ከምዚ ዝኣመሰለ ቅሉዕ ምፍርራሕ፣ ስጉምቲ ዘይምውሳድ ወይ'ውን ስቕ ምባል ምትሕብባር ማለት እዩ። ነቶም ናይ ቀትሪ ሕልሚ ዘዘናግዑ ዶባት ብሓይሊ ዳግማይ ክሰኣል ከም ዝኽእል ዝኣምኑ'ውን ከድፍሮም ይኽእል እዩ። ነቲ ድሮ ብዘይምርግጋእ ተሓሚሱ ዝርከብ ዘሎ ዞባ እውን ናብ ዝያዳ ዘይምርግጋእ ከምርሖ ዝኽእል እዩ። ስለዚ ማሕብረሰብ ዓለም ብሓደ ንጹር ድምጺ ክዛረብ ኣለዎ። ዓመጽ ብዝኾነ ይኹን መልክዕን መለክዕን ኣብ መበል ዕስራን ሓደን ክፍለ ዘመን ክጽወር ወይ ቦታ ክህልዎ የብሉን። ኣብ መንጎ ኣህዛብ ሰላምን ምርግጋእን ኣብ መትከላዊ፣ ወሳንን ሓባራዊ ምንጻግ ዘይሕጋዊ ምስፍሕፋሕ ግዝኣታዊ ድሌታት ይሞርኮስ። ናጽነትን ልኣላውነትን ግዝኣታዊ ሓድነትን ኤርትራ ኣብ ዋጋ ዕዳጋ ዘይኣቱ ምዃኑ ብሩህ ኮይኑ ጸኒሑ እዩ። ብዘይ ተኣደነ መስዋእቲ፣ ስሙር ህዝባዊ ደገፍን ብዘይንቕነቕ ሃገራዊ ሓድነትን ቆራጽነትን ህዝባን ዝተሓለዉ እዮም። ነዚ መትከላት እዚ ንምድኻም ዝግበር ዝኾነ ይኹን ፈተነ ከቢድ ስለየት ምኾነ፣ ኤርትራ ልኣላውነታ ክትከላኸል፣ ሕጋዊ መሰልን ዓቕምን ትውንን። ብጽኑዕን ሕጋውን ብወሳንን መንገዲ፣ ፈጻሚ ጉዳያት ኤምባሲ ሃገረ ኤርትራ ኣብ ሕቡራት መንግስታት ኣሜሪካ ኣምባሳደር ብርሃነ ገብርሂወት። ክቡራት ተኸታተልቲ፣ ኣምባሳድር ብርሃነ ገብርሂወት ናብ ሰበስልጣን ስርዓት ብልጽግናን ማሕበረሰብ ዓለምን እዩ ከምዚ ዓይነት ኣገዳሲ መጠንቀቕታን ስምዕታን ኣቕሪቡ ዝርከብ ዘሎ። ማሕበረሰብ ዓለም ነዚ ስርዓት ብልጽግና ዘካይዶ ዘሎ ዕብዳን ብስቕታ ምዕዛቡ ነዚ ስርዓት የሻድኖ ከም ዘሎን፣ ስርዓት ብልጽግና ዘካይዶ ዘሎ ፍቕራታት ኣብ ልዕሊ ህዝብን መንግስትን ኤርትራ፣ ኤርትራ ንላእላዊ ክብረታን ዶባታን ሓድነታን ክትከላኸል ሕጋዊ መሰልን ኣገዳሲ ዓቕምታትን ከም ዘለዋ ውን ኣብ መወዳእታ መልእኽትታቱ የሕሊፉ ይርከብ። እዚ ናይ ሰበ-ስልጣን ስርዓት ብልጽግና ዓብዳን ዓቕሊ ጽበት ዝወለደ'ዩ፣ ዓቕሉ ዘጻበበ ስርዓት ከኣ ከምቶም ዝሓለፉ ስርዓታት ኢትዮጵያ ምጥፍኡን ምጉሓፉን ዝተርፎ ኣይኮነን። ክቡራት ተኸታተልቲ ናብቲ ካልኣይ ኑሪ ኣገዳሲ ዛዕባ ምስ እንሰግር ብቐጥታ ምስ ክልል ትግራይ ዝተተሓዘ ኮይኑ ኣብ ክልል ትግራይ ተፈጢሩ ዝርከብ ዘሎ ሓደገኛን ኣዋጣርን ኩነታት

ኣማስይኡ ካብ ከተማ መቐለ ናብ ከተማ ኣዲስ ኣበባ ከምዘቕንዐ ሓበሬታታት ይወጽእ ኣሎ። ድሕሪ እዚ ሓበሬታታት ምዝርግሑ ዝተፍላለዩ ወገናት ምስዚ ጉዳይ ቅርበት ዘለዎም ታደሰ ወረደ ናብ ክልል ትግራይን ከተማ መቐለን ክምለስ ዘለዎ ተኽእሎታት ኣዝዩ ዝተሓተ እዩ ንህይወቱ ስለዝሰግእ እዩ ናብ ኣዲስ ኣበባ ኣቕኒዑ ዝርከብ ዘሎ ከምቲ ጌታቸው ረዳ ካብ ከተማ መቐለ ንኣዲስ ኣበባ ምስመጸ ዘይተመልሰ

ሙሎእ ብሙሉእ ካብ ግዝያዊ ምምሕዳር ክልል ትግራይ ኣንሳሒቡ ልክዕ ከም ናይ ጌታቸው ረዳ ኣብ ኣዲስ ኣበባ ኮብሊሉ በልጺጉ ኣንጻር ህዝቢ ትግራይ ድዩ ክለዓል ዋላስ ናብ ክልል ትግራይ ተመሊሱ ነቲ ተፈጢሩ ዝርከብ ዘሎ ኣዋጣሪ ኩነታት ንምፍታሕ ጻዕርታት እዩ ከካይድ ሓቢርና ክንከታተሎን ክንዕዘቦን ኢና ላዕለዎት ወተሃደራውያን ኣዘዝቲ ናይ ክልል ትግራይን ሰበስልጣን ህወሓትን ነዚ ተፈጢሩ ዝርከብ ዘሎ ኩነታት ንምፍታሕ ጻዕርታት የካይዱ ኣለው ኣብ ሓደ መዓልቦን ሰለማዊ መንገድን ክበጽሑ ልዑል ተስፋታት ኣሎ። እንተ እቶም ኣብ ሓራ መሬት ኣለና ዝብሉ ተጋሩን ስርዓት ብልጽግናን መራኸቢታቶምን ነዚ ተፈጢሩ ዝርከብ ዘሎ ኣብ ትግራይ ኩነታት ነዳዲ ብምኽስካስ ኣብ ረብሕኦም ንምውዓል ፈተነታት የካይዱ ኣለው። ተጋሩን ፈተውቲ ተጋሩን ነዚ ኩነታት ብጥንቃቐ ክትዕዘብዎ ይግባእ። ኣብ ትግራይ ሰላምን ምርግጋእን ክመጽእ እንተድኣ ኮይኑ ህዝቢ ትግራይን ሰራዊት ትግራይን ሓደ እዩ ክኸውን ዘለዎ። እዚ እንተዘይኮይኑ ግን ስርዓት ብልፅግና ዝሃበኪ ኣጀንዳ ኣብ ጎደናታትን ፅርግያታትን ከተግብር እንተድኣ ፈቲንካ ኣብ ትግራይ ሓድሕድ ኲናት ክውላዕን ተጋሩ ንሓድሕዶም ክጣፍኡን ዝልዓለ ተኽእሎታት ኣሎ። ናይ ስርዓት ብልፅግና ኮራኩርን ኣኽላባትን ነዚ ጉዳይ ንምምዝማዝ ወጊሑ ክሳብ ዝዓርብ ጌጋ ሓበሬታን ሓሶታትን ፀለመታትን ምስዚ ጉዳይ ተታሒዙ ይዝርግሑ ኣለዉ። ተጋሩ ደጊምና ልዕሊ ዝኾነ ካልእ እዋን ጥንቃቐታት ይሓተኩም ኣሎ። ኩቡራት ተኻታተልቲ ናብ ሳልሳይን ናይ መወዳእታን ንሪኦ ኣገዳሲ ዛዕባ ምስ እንሰግር ትማሊ ኤርትራን ኢትዮጵያን ኣብ ካምፓላ ዩጋንዳ ፊት ንፊት ተራኺበን ኔረን። ኣብቲ ዋዕላ ዘይሻራውያን ሃገራት ብደረጃ ሚኒስተራት ዝተኻየደ ኣምባሳድር ኤርትራ ወይዘሮ ሶፍያ ተስፋማርያም ንወኪል ኢትዮጵያ ኣብቲ ዝሃበቶ መደረታት ልክዕን መልክዑን ኣስሚዓቶ ትርከብ ኣላ። ወኪል መንግስቲ ኤርትራ ኣምባሳድር ሶፍያ ተስፋማርያም ኣብቲ ኣብ ካምፓላ ዩጋንዳ ትማሊ ዝተኻየደ ዋዕላ ዝሃበቶ ምደረታት ብመልክዕ ጸብጻብ ብሕጽር ዝበለ ኣቕሪበ ይርከብ ኣለኹ ብቐጥታ ናብ ከብለኩም። ኣምባሳዱር ሶፍያ ተስፋማርያም ብ ዓሰርተ ሽዱሽተ ጥቅምቲ ክልተ ሽሕን ዕስራን ሓሙሽተን ኣብ ካምፓላ ኣብ ዝተኻየደ መበል ዓሰርተ ትሽዓተ ዋዕላ ሚኒስተራት ዘይሻራውያን ሃገራት ኣብ ዝሃበቶ መግለጺ ኤርትራ ንመትከላትን ምንቅስቓስን ዘይምስምማዕ ዘለዋ ተወፋይነት ዘረጋግጽ ሓያል መደረ ኣስሚዓ። ኤርትራ ብወገና ቁጠባዊ ርእሰ ምርኮሳ፣ ማሕበራዊ ፍትሒ ከምኡ'ውን ምትሕብባር ደቡብ ንደቡብ ከምኡ'ውን ምዕሩይ ዓለምለኻዊ ሽርክነት ንምድንፋዕ ቆሪፃ ትቕፅል ኣላ። ምስ መሻርኽቲ ዘይሻራውያን ሃገራት ምትሕብባር ብምሕያል ንግዲ ምስግጋር ቴክኖሎጂ ከምኡውን ወፍሪ ኣብ ሰብኣዊ ርእሰማል ንምዕባይ ብዕላማ ፅንዓት ከምኡውን ኣብ ዓለማዊ ብልፅግናን ሃብትን ትርጉም ዘለዎ ኣበርክቶ ክገብሩ ዝኽእሉ ልኣላውያን ቁጠባታት ምህናፅ ንቕፅሎ ኣለና። ኤርትራ ልኣላዊ መሰላት ብኹለን ዓበይቲ ይኹና ናእሽቶ ከምኡውን ኣገዳስነት ምኽባር ናጽነተን ግዝኣታዊ ሓድነተንን ናይ ምውሳን ስልጣንን ተጉልሕ ነቲ ኣብ ሓባዊ ራኢና ማእከል ደረጃ ዝጸንሐ መትከላት ብዙሕነታዊ ሰለማዊ ሓባራዊ ህይወት ከምኡውን ምሕላው ልኣላውነት ኩለን ሃገራት ነጉልሕ ኤርትራ ዝኾነ ሸለልትነት ብፍጹም ትነጽጎ፣ ነዞም ካርዲናላዊ መትከላት ብምጥሓስ ዝተረድኦ ጂኦፖለቲካዊ ረብሓታት ንምድላይ ዝግበር ፈተነታት፣ እዚ ድማ ተራእዩ ዘይፈልጥ ዞባውን ኣህጉራውን ዘይምርግጋእ ስለ ዘስዕብ እዩ። ኣብ መደምደምታ፣ ኤርትራ ንኹለን ኣባል ሃገራት ዘይተጠቕማሉ ጸጋታተን ኣውሃሊለን ኣንጻር ሓደ ወገንነት፣ ኣብ ሕግታት ዝተመርኮሰ ስርዓትን ኣብ ማዕረ ምሉእን ተሳትፎ ኩለን ኣባል ሃገራት ዝተመርኮሰ ዓለማዊ ስርዓት ክገብራ ትላቦ። ኣባል ሃገራት ነቲ ቅዱስ መትከላት ማዕርነት፣ ምኽባር ናይ ልኣላውነት፣ ግዝኣታውን ምሉእነትን ፖለቲካዊ ናጽነት ኩሎም ኣህዛብ፣ ህዝብታት ክእንቲ ኣብ ቻርተር ሕቡራት ሃገራትን መትከላት ባንዱግን ዝተቐመጠ። ክቡራት ተኸታተልቲ እዚ መደረ ናይ ኣምባሳደር ሶፍያ ተስፎማርያም ብሕጽር ዝበለ መንገዲ'የ ናባኹም ከቕርቦ ጸኒሐ ኣምባሳደር ሶፍያ ተስፎምርያም ኣብዚ ዋዕላ ተረኺባ ኣብ ዝሃበቶ መደረታት ከምዚ ከንብቦ ዝጸናሕኩ ልኣላዊ ምኽባር ዶባትን ሓድነትን ናይ ሃገራት ኣብ ዋጋ ዕዳጋ ዘይኣተዩ ንሓንቲ ልኣላዊት ሃገር ክወርር'የ ክትንክፍ'የ ምባል ሓደገኛ ሳዕቤናት ከምዘለዎ ነቶም ኣብኡ ዝነበሩ ሚኒስትራትን ብፍላይ ከኣ ንወኪል መንግስቲ ኢትዮጵያ ልክዕን መልክዑን ኣስሚዓቶ ትረከብ ኣላ። ሰበስልጣን ስርዓት ብልጽግና፣ ወተሃደራውያን ኣዘዝቶም፣ መራኸቢታቶም፣ ኣብ ልዕሊ ህዝብን መንግስትን ኤርትራ ፈተነታት ክነካይድ ኢና ምባል ቀጺሎም እዮም ዝርከቡ ዘለዉ። ኤርትራ ኣብ ዝትፍላለየ መድረኻትን ብዲፕሎማስያዊ መንገድታትን ነዚ ስርዓት ብልፅግና ዘካይዶ ዘሎ ዕብዳን ተቓውሞኣ እናስመዐት ትርከብ። ስርዓት ብልፅግና ዓቕምታት ሃልይዎ ናብ ህዝብን መንግስትን ኤርትራ ክብገስ ዝኽእል ዝኾነ ይኹን መንገድታት የብሉን። ምኽንያቱ እዚ ንፈልጦ ስርዓት ብልፅግና ብውሽጣዊ ኩነታቱ ተሓሚሱን ተናዊፁን ብዓብይውን በቲ ኣብ ክልላት ኣምሓራን ኦሮሞን ዘሎ ኩነታት ዓቕሉ ጻይቡ ስለ ዝርከብ፣ ካልእ ዕዮ ገዛ'ውን ኣብ ቅድሚኡ ተቐሚጡ ኣሎ። ንሱ ከኣ ጉዳይ ግድብ ህዳሴ ኢትዮጵያ ክኸውን እንከሎ፣ ኣሜሪካን ግብጽን ሱዳንን ብምትሕብባር ኣብ ልዕሊ እዛ ሃገር ሓያል ጸቕጥን ፈተነን የካይዳ ኣለዋ። እዚ ከኣ ስርዓት ብልጽግና ሓደ ካብቲ ክፈትሖ ሸጊርዎ ዝርከብ ዘሎ ዓበይቲ ብድሆታት እዩ። ክቡራት ተኻታተልቲ ፈንቅል ኤሪ ሜድያ ንሎሚ ኣዳልየ ዝነበርኩ ቀዳማይ ትሕዝቶ መደባት እዚ ክትካታተልዎ ዝጸናሕኩም እዩ ዝመስል ኔሩ ኣብ ናይ ምሸት ብካልእ መደባት ክሳብ ንራኸብ ሰላም ወሰናይ ኣብ ዘለኹሞ ብሩኽ መዓልቲ ደቂ ሪም።